ከመይ ቀኒኹም ክብራት ሓቲ እዛ ቻነል ኣብ ዘለኹም ሰላምኩም ይብዛሕ እንዳበልኩ ንሎም መዓንቲ ናይ ሓንቲ ሓፍትና እንታይ ትመክሩኒ ሂዘልኩም መፅኤ ስለ ዘለኹ ካብ መጀመርታ ክሳብ መወዳእታ ክትከታተሉ ብክብሪ እንዳዓደምኩ ናብኡ ከብለኩም ነብሰ ምትሓት እምበር እንዳተሰማዓኒ ተሳቕየ ዝጠመተኒ ዘበለ ዝበልዐኒ ኮይኑ ዝስምዓኒ ፈጺመ እኮ ብገዛእ ነብሰይ ዘይተኣመን ሰብ እንታይ ክብለኒ እንዳበልኩ ቀጻሊ ከም ተሻቐልኩን ዝተጨነኩኒ ንጥፈታተይ ብግቡእ ከካየደ ኣይከኣልኩን ብከመይ ካብ ነብሰ ምትሓት ርእሰ ተኣማንነት ምስኣን ይገለገል ካብቲ ዝሐስበኒ ጉዳይ እዩ ምስ ሰብ ክሕወስ ይጽገም ብዝሕ ዘለዎ ሰብ የፍርሓኒ ቀጻሊ ብዛዕባ ነብሰይ ሕማቅ ይዛረብ ካብዚ ጉዳይ ብከመይ ክወጽእ ክትሕግዘኒ ትክእል ዶ በጃካ ተገዲስካ መልሰለይ። ሓደ እዋን ክትሓሪ ዝተቐረበት ጥንስቲ ኣንበሳ ነይራ። ድሕሪ ምውላዳ'ውን ነዊሕ ከይጸንሐት ትመውት። እቲ ሓዲስ ዝተወለደ እንታይ ከም ዝገብር ስለ ዘይፈለጠ ናብቲ ኣብ ጥቕኡ ዝርከብ ግራት መንገዱ ይገብር እሞ ምስ መጓሰ ኣባጊ ይሕወስ። እታ ኣደ ብህጊ ስለ ዘደንገጻ ከም ናታ ገይራ ክትዕብዮ ትውስን። ስለዚ ድማ እቲ ሕጻን ኣንበሳ ምስተን ካልኦት ኣባጊዕ ኣብዩ ልክዕ ከም በጊዕ ክሓስብን ክዋሳእ ይጅምር ከም በጊዕ ይነብዕ ሳዕሪ እውን ከይተረፈ ምብላዕ ተታሓዞ ግና ብሓቂ ዘሕጉሶ ኮይኑ ኣይነበረን ወትሩ ገለ ዝጎደሎ ኮይኑ ዝስምዖ ነይሩ ካልኣይ ድማ እተን ካልኦት ኣባጊዕ ኣዝየን ካብኡ ዝተፈለያ ብምዃን ቀጻሊ ይላገጻሉ ነበራ ኣዚኻ ክፉእ ኢኻ ድምጽኻ ድማ ኣዝዩ ረጒድ እዩ ዝስማዕ ስለምንታይ ኢኻ ከምቶም ዝተረፍና ብግቡእ ክትጭድር ዘይከኣልካ ንማሕበረሰብ ኣባጊዕ ውርደት ኢኻ እንዳበላ እተን ኣባጊዕ ስለዝህጫሉ ከምዝሓዘነን ሓረቐን እዩ። ሓደ መዓልቲ ካብ ርሑቕ ጫካ ዝመጸ ብዕድመ ዝደፍኣ ኣንበሳ ነተን መጓሰ ኣባጊዕ ሪኡ ክበልዐን ወሰነ እሞ ብጉያ ናብኣተን ገጹ ምስ ኣበለ ነዚ ርኤን እተን ኣባጊዕ ክሓድማ ጀመራ። ኣብ መንጎ ግና እቲ ኣረጊት ኣንበሳ ሓደ ነገር ሪኡ ብኣግርሞት ክዕዘብ ጀመረ። ምስተን ዝሓድማ ኣባጊዕ ኣንበሳ ክሓድም ምርኣዩ። እቲ ኣቢ ኣንበሳ እንተ ይከውን ከም ዝነበረ ክፈልጥ ስለ ዝደለየ ነተን ኣባጊዕ ምሕዳን ገዲፉ ኣብ ክንድኡ ድማ ነቲ ንእሽተይ ኣንበሳ ኣርከቦሞ ኣታ ስለምንታይ ምስተን ኣባጊዕ ትሓድም ክብል ብኣውታይ ሓቶ። እቲ ንእሽተይ ኣንበሳ ብፍርሒ እንዳ ኣንቀጥቀጠ በጃኻ ኣይትብልኣኒ ኣነ ንእሽተይ በጊዕ ጥራሕየ በጃኻ ክኸይድ ፍቀደለይ እንዳ በለ እራዕራዕ ኣብዘሐ ነዚ ምስ ሰምዐ እቲ ዓብዪ ኣንበሳ እዚ ዕሽነት እዩ በጊዕ ኣይኮንካን ኣንበሳ ይሃልኪ ከማይ እቲ ንእሽተይ ኣንበሳ በጊዕ ምዃነይ ጥራሕ እዩ ዝፈልጥ በጃኻ ክኸይድ ግደፈኒ ኢሉ ጥራሕ እዩ ዝደጋግም። ኣብዚ እዋን እዚ እቲ ዓብዪ ኣንበሳ ሓደ ሓሳብ ስለ ዝመፅኦ ነቲ ንእሽተይ ኣንበሳ ናብቲ ኣብ ጥቕኡ ዝርከብ ሩባ ጎቲቱ ብምውሳድ ናብቲ ማይ ክጥምት ይሓቱ። እቲ ኣንበሳ ነቲ ነጸብራቕ ምስ ረኣየ ኣዝዩ ንባዕሉ ተገረመ። ብሓቂ መን ምዃኑ ተገንዘበ፣ በጊዕ ኣይነበረን፣ ሓያል ኣንበሳ'ዩ ነይሩ። በቲ ሓጐሱን ልክዕ ከም ኣንበሳ ናይ ብሓቂ ገዓረ። ተሓቢኤን ዝርእያ ዝነበራ ኣባጊዕ ብፍርሕን ራዕድን ኣንቀጥቂጠን ሃደማ። ድሕሪ ደጊም እተን ኣባጊዕ ነቲ ኣንበሳ ክላገጻሉ ወይ ኣብ ጥቕኡ ደው ክብላ ኣይክእላን'የን፣ ምኽንያቱ እቲ ኣንበሳ ሓቀኛ ባህርያቱ፣ ሓቀኛ መግስኡ ስለ ዝረኸበ። እንታይ ንማለት'ዩ? ንስኺ ንስኺ ኢኺ። ንስኺ ንኣኺ ዝምልከት ህይወት ኣካይዳን ዘለኪ ሰብ ኢኺ። ብዝኣባ ካልኦት ሰባት ዝምልከተኪ ነገር ኣይኮነን። ይዛረቡ ኣይዛረቡ ጉዳይኺ ኣይኮነን። ንስኺ ኣብ ዝምልከተኪ ቦታ ጥራሕ ኢኺ ክትሕልዊ ዝግብኣኪ። ከምቲ እቲ ኣንበሳ መወዳእቱ ቦትኡ ዝረኸበ ማለት እዩ። መጀመርታ ካብ ኣሉታዊ ኣተሓሳሰባ ዘለዎም ሰባት ካብ ጥቕኦም ርሓቒ። ዙርያኺ ብኣኺ ብዝኣምኑን ብዝግደሱ ሰባት ክበብዮ። እምነት ክበሃል ከሎ ነቲ ሰሪሖም ዝስራሕ ዘተባብዑ፣ ብሓጺሩ ዓወትክን ንክርእዩ ምስ ዝሕጎሱ ማለት እዪ። ካብኡ ብዝተረፈ ኣብዚ ዓለም ኩሉ ሰብ መኣረ ከም ዝኾነ ኣይትዘንግዒ። እቲ ሓደ ካብቲ ሓደ ዝበልጸሉ ምክንያት እንታይ እዩ? ሓንቲ ሕቶ እስከ ክሓተኪ። መንገብገብ ኣውጺኡ ክነፍር ዝኽእል ሰብ ኣሎ ዶ? የለን ምሽ? እሞ ካባኺ እቲ ካልእ ሰብ ብምንታይ ዝፍለ? ካብ ኮነ ደፊርኪ ነዛ መሬት ርገጽያ። ኣብ ዝሓለኻሊኺ ፈጺምኪ ርእስኺ ከይተድንኒ። ወረ እንታይ ኮይነ ኢልኪ ኢኺ ክተድንኒ? ጥራሕ ክትጥንቀቂ ዘለኪ ነብስኺ ክተኽብሪ ኣለኪ። ብዛእባ ገዛእ ነብስኺ ሕማቕ እንዳ ተዛረብኪ ካልእ ከክብረኪ ክትጽበይ የብልክን። ኣብ መንጎ መሓዙትኪ ኣለኺ ንበል እሞ ካብኣተን ከም ሰብ መጠን ክፍእቲ ኢኺ ንበል። ፈጣሪ ዝፈጠረ ኩሉ ወዲ ሰብ ሓደ ስለ ዝኮነ መምስርዓኺ ኣነ እኮ እንዳበልኪ ነብስኺ ምስኣተን እንዳወዳደርኪ ፈጺምኪ ከይተድኒ ነብሲ ወከፍ ሰብ ድማ ናይ ገዛእ ርእሱ ጽባቀ ከም ዘለዎ ኣይትዘንግዒ ግና ንካልኢት ትኹን ብዛኣ ገዛእ ነብስኺ ኣብ ዝኮነ ቦታ ሕማቅ ካብ ምዝራብ ተቆጠቢ ንዝያዳ ርእሰ ተኣማንነት ግና ነብስኺ ብፍልጠት ምለእ እንተተብልያ ተመራጺ እዩ ትምንታይሲ ኣብዚ ከድኪ እኪሊ ብዛኣ እንታይ ትዛረቢ ኣለኺ ስለ ትፈልጢ ብጽቡቅ ንክትዋስኢ ስለ ዝሕግዘኪ ካብኡ ዝተረፈ ድማ ዝሓለኩ ይሓለኩ ዋላ ንምንታይ ባዶ ዘይትኮኒ ንመን ክሕሹልኪ ርእስኪ ክተድንኒ ደሓር ድማ ኩሉ ሰብ ነናቱ ጸገም ከም ዘለዎ ኣይትረስዒ ኣብዚ ኣለም ዘሎ ዘበለ ጸገም የብለይን ዝብል ሰብ ሓሳዊ ጥራሕ እዩ ኣባኪ ዘሎ ኣብቲ ካልእ የለን ኣብቲ ካልእ ዘሎ ድማ ኣባኪ የለን ነዛ ኣለም ተድልያ ኢኪ ኣብዚ ኣለም ጠቅሚ ዘይብሉ ሰብ ስለ ዘየለ መኣስ ብዘየገድስ ነዚ ዓለም ተልልያ ኢኺ ካብ ኮነ ብወታኺ ኣላሊኺ ምስ ንሕላወኺ ዘኽብሩን ዘድንቑን ሰባት ከምዚ ናይቲ ኣንበሳ ኣላሊኺ ሂወትኪ ምርሒ። ከም መዛዘሚ ካብቲ መጀመርታ ዘልዓልክዎ ዛንታ ገለ ምስ ንወስድ ከም ኣብይ ሰብ ኣብ ኣሉታዊ ሓሳባት ንነብስኻ ምእላኽ ንዝሓለፈ ብምውቃስ ከም ግዳይ ኮይኑ ክስመዓካ ክትጅምር ቀሊል እዩ እዚ ግና ኣብቲ ህላወ ኩነት ኣጊቱ ክሕዘካ ጥራሕ እዩ ኩውንነትካ ንምቕያር ንምርካብን ኣብ ውሽጣዊ መንነትካ ክትሰርሕ ክትጅምር ኩሉ ጸዓትካ ናብ ርእሰ ንቕሓት ከተትኩሮ ኣለካ። ኣብዚ ዛንታ ዘሎ ዓቢ ኣንበሳ ግዳማዊ ኣካል ኣይኮነን ውሽጣዊ ኣካል እዩ ልክዕ ኣብ ውሽጥኻ እዩ ዝነብር። እቲ ዝዓበየ ኣንበሳ እቲ ሓቀኛ ነብስኺ እዩ ንቕሓትኪ እዩ። ንቕሓትኪ ኣብ ልዕሊ ኩሉ ደረት ዝግበር እምነትኪ ብርሃን ከብርሕን ብሓቂ መን ምዃንኪ ክረክብ ፍቐድሉ።